ቅድሚ ናይ ነጓ ክንመውት ዝደሊ ወዲ ሓጂ ሓወይ ኣነ ብጣዕሚ እዪ ሕጂ ሓንጎለይ ወቂዕካዮ ወይ ደነው ኣኣ ወዲ ሓጂ ሓወይ ካብዞም ኣስላም ቅበጽ ኣስላማይ ናጽነት ከምጻለይ ወዲ ሰራይ ናጽነት ከምጻለይ ኢልካ ኣይትሕሰቦ ጀር ዓለም ብላ ሓቂ ተዛሪብካ ሓቂ ሓቂ ተዛሪብካ ቃልና ዝበልናያ ኣላ ወዲ ሓጂ ሓወይ ክጽጋዕ ተኮይነ ናበከሎጉዝ ክልቴና ኢና ኢልና እዚኣ

ሰራያ ከዓ ከምኡ እዮም ሓደ ዘለኩም እዮም ዝብሉ ሰራያ ከዓ
ስዒሩ ዝበልዓ ከረጉዛይ ጥራይ እዩ ወዲ ሓጂ ሓወይ ውዕሊ ባንኡ ተነኮረጉዛይ ከይንቐርብ ድሕጂ
ኣነ ድሕሪ ሕጂ ኣብ ኣከረጉዛይ ዝትንክፍ ጸላእየ እዩ ወዲ በቃ ንምሓልዶ ወዲ ሓጂ ሓወይ በቃ ድሕሪ ዘምስሉ ሰለስተ ቀረብትላ

ኣፈወርቂ ሓወይ ኢለ ንኩሎም ኣቕቢጸዮም እየ ክሳብ ንዑ ናይ ሓ- ወዲ ሓጂ ናጥፋያ እዚኣ ሚድየው ዝበሉ በዓል ጀበና በዓል ገለ ኣፈወርቂ ይቀርበኒ እየ ዝብል ክሳብ ሕጂ ኣብታ መትከለይ ኣብታ ማሕላይ ኣለኹ
ኣታ ወዲ ሓጂ ሓወይ እታ መጽሓፍ ዋላ ቅዱሰይ ባታ ፋስ ባታ እያ ፋስካ ባታ ፋስካ ኣምጽ ካብ ፋስካ ዝዓቢ የለን እታ ፋስ ዝሪኣ ዘለኹ ብኣ ለቑምፀኒ በል ሽዑ እታ ቃልካ ሒዝና ክሳድካ ክንቆርጻካ ኢና በኣ ሓጂ ሓወይ የላን እምበር ስጋ ኢለ ድሕጂ ሲ ቢሮን ወረቀትን ሓዝ ቢሮን ወረቀትን ብዛዕባ ዞም ቢሮን ወረቀትን ጻዕዳ ወረቀትን ቢሮን ሓዝ ጽሓፍ ንሕና ቅድሚ ሕጂ ንገብሮ ዝነበርና ኣብ ልዕሊ ሃገረ ኣኮሎጉዛይን ደቂ ኣኮሎጉዛይን ሕብረተሰብ ኣኮሎጉዛይን ንገብሮ ዝነበርና ብሽም ረብል ዓለሚን ይቕረታ በሉለይ

ፎእ ፎእ እዮም ኣታ እዚኣቶም ሲ ዕጭላም ኣፎም ዕጭላም ሒዞም እግሮም ፋንጋስ ሒዞም እዚኦም እኮ ሰብ ኣይኮኑን ፈልጥ ያኸ እንዳሓሰቡ ይረክቡም ኣለዉ ኢሎምኻ ይሕሱ እልፊ መንዝረታት ኣሎ ሕሱ ኢሎምኻ
ኣይረግ
እዋይ እዋይ እዚኦም ሲ ይሕሱ ኢሎሞም ሕሱ በቃ ይሕሱ እዚኣ ሲ ስጋብ ኤርትራ ከነብጽሓ ኢና እዛ ዘረባ እዚኣ እዚኣ ሲ ደሓር ኣነ እኮ ስጋብ ኤርትራ ከነብጽሓ ኢና ወርቂ ደሓር ትግረ እኮ ኣብ ኣብ- ኣብ ሰራየ የለን ትግረ ኣብ ኣከሎ ግዛ እዩ ዘሎ እቶም ኣሕዋተይ ማለት እዩ። ስለዚ መሬትና ሓደ ሕብረተሰብና ሓደ ብሩብ ሓዳስ ጌርካ ኣብ ዓዲ ቀይሕ ጌርካስ ፈሮ ትኣቱ ባፅዓት ኢኻ ኣለኻ ወዲእካ ሕጂ ሓደ ሕብረተሰብ ክንስና ምስኦም ድሕሪ ሕጂ ምስ ኣከሎጉዛይ ኣነይ ጥራየ ነይሩ ቁሩብ ጽሊ ናይ ውፉይን ሰልጠነን ኣዕቢዱኒ ነይሩ ብጽልኢ ከኣኒ እንታይ እታ ይገብሩ ጋዕሽ ዞም ተራኺብኒ ጀነራላት እቶም ተጋሩ ወዲ ሓጂ ሓወይ ፈሊጦሞም ነቶም ሰረ ሓሰውቲ ንበዓልቲ ኣሰና ዝገብርዎም ዘለዉ እቶም ተጋሩ ዲኻ እብሎም
እወ

ኤረትራ ሽኮር ወዲ ጠቦቕ ድዩ ወዲ ጣባ እ ወዲ ርሹን ድዩ ወዲ ወዲ ወዲ መዓርፍ ወዲ ወዲ ሰውራ ካልኦት ተሓትሓቢኦም ዘለዉ እዚኦም ኩሎም ካብ ሰራየ እዮም ሰራየ እዚ ክሳብ መዓስ ኢኹም ተሰከምቲ ሳንጣን በራዩን ክትኮኑ እስኪ እዚ ኣብርሃልና ክሳብ መዓስ ካብ መዓስ ጀሚሩ ክሳብ መዓስ ወዲ ሓጂ ቀደም እንዲና ኢልና እዚኣ ኣውራጃ እዚኣ ሕጂ ጽቡቕ ሒዞሞ ኣለዉ ከማን ከምኡ ዶ ኣይበሃልን ዶ ሕጂ ደቂ ጓል ደቂ ሰራየ ሰለስተ ኣብ ኢጓንዳ ተገይረን ኣለዋ ብሰንኪ ናይ ሓሶትን ገለመለን ሕጂ እንታይ እዮ መሲልካ ይሕስዉ የቀድሙ ስለ ዝኮኑ እቲ ምክንያት ሓሳዊ ደሪቁ ጠጠው ክብል ኣይክእል እዩ ሓሳዊ ሓሳዊ ኖ ኣብዚ እኳ ደቂ ኩሉ ግዛይ ድላይ ናይ ናይ እንኳ ኣና ጨሉና ናይ ወዲ ሓጂ ሓዊ
ኣታ ናይ ኩሉ ግዛይ ናቶም ከመይ እዩ ሕጂ ከምዘይብሎ

ክሪኦም ደልየ እዚኦም ከ ኣምለኽቲ እዚኣ ባንዴራ ድዮም ምክንያቱ ኩሉ ሰማያዊ ርየ እስኪ ኣምለኽቲ ድዮም ናይዚኣ ባንዴራ በይነይ ጥራይ ኮንኩ ዋላ ጣሃ እውን ኣቃጺልዋ እዩ ሕጂ ክሪኦም እስኪ ኢለ ቀዳዲደ ብላምባ ገይረ ሕጂ እውን ክርቢት ገይረ ከምዚ ገይረ ኣቃጺለያ ድጋም ኣቃጽላ ኢሎምኒ ኣምልኾት ከም ዘይብሎም ኣምልኾቶም ኣብ ሃገሮምን ህዝቦምን ምዃኑ ተረድኤ። እዚኦም ከኣ እዚኦም ትሽዓተ ብሄራት ንዚ ሓውና ባንዴራ ኣቃጺልካ ኢሎም ህይወቱ ከም ዝጠፍእ ገይሮሞ። ኣነ ቃል ኣትየ እየ ኣብ ሰሙን ሰሙን ኣብ ወርሒ